ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዘደልናዮም ዜናታት ሒዘልኩም ቀሪባ ኣለኹ ንምክታልኩም ብኽብሪ ዕድም ክቡራት ሰማዕቲ ብርክት ዝበሉ እዋናዊ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ድማ ኖቲፊኬሽን ንክበጽሓኩም ዜናታት ብዋኑ ክትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ። ኣብ ማእኸላይ ምብራቕ ወጥርታት ሓይሉ ኣብ ዝቐፀለሉ እዋን ኣክሲዮስ ንሓደ ላዕለዋይ በዓል ስልጣን ኣሜሪካ ብምጥቃስ ኣብ ዝሃቦ መግለፂ ሰራዊት ኣሜሪካ ኣብ ልዕሊ ኢራን መጥቃዕቲ ነፈርቲ ምፍፃም ጀሚሩ ኣሎ ክብል ገሊፁ። እቲ መጥቃዕቲ እስላማዊ ሓለዋ ሰውራ ኢራን ኣብ ዮርዳኖስ ኣብ ዝርከብ ወተሃደራዊ መዓስከር ኣሜሪካ ብባሊስቲክ ሚሳኤል መጥቃዕቲ ድሕሪ ምፍጻሙ ዝተፈጸመ'ዩ ክብል እውን ኣረጋጊጹ'ሎ። ፕሬዚዳንት ዶናልድ ጄ ትራምፕ ንኢራን ከቢድ ጽፍዒት ክገብረላ ምዃኑ'ውን ከምዘፈራርሐ ኣክሲዮስ ሓቢሩ ይርከብ ኣሎ። ብኻልእ ሸነኽ ማእኸላይ ትእዛዝ ኣሜሪካ ትማል ኣብ ማእኸላይ ምብራቕ ኣብ ልዕሊ ሓይልታት ኣሜሪካ ዝተፈጸመ ፈተነ መጥቃዕቲ ሕነ ንምፍዳይ ሎሚ ምሸት ተኸታታሊ መጥቃዕቲ ነፈርቲ ከምዘካየደ'ዩ ኣረጋጊጹ ዘሎ። ምስዚ ብዝተኣሳሰር ዜና ማዕኸናት ዜና ኢራን ኣብ ዒራቕ ብኣሜሪካን ስዑዲ ዓረብን ሓበራዊ መጥቃዕቲ ኣርባዕተ ወተሃደራዊ ኣማኸርቲ ኢራን ከምዝተቐትሉ ኣረጋጊፀን ኣለዋ። ብኣንፃሩ መንግስቲ ዒራቕ ነዚ ሓበራዊ መጥቃዕቲ ኣብ ልዕሊ ልኣላዊ መሬቱ ብምኹናን እቲ ስጉምቲ ነታ ሃገር ናብ ዝኸፍኣ ዞባዊ ኲናት ከእትዋ ከምዝኽእል ፅኑዕ መጠንቀቕታታት ኣውፂኡ ኣሎ። እዚ ግብሪ መልሲ ኣሜሪካን ስዑዲ ዓረብን ነቲ ኣብ ማእኸላይ ምብራቕ ዘሎ ግጭት ናብ ዝያዳ ሓደገኛን ሰፊሕን ቅልውላውን ይቕይሮ ከምዘሎ ዘርኢ ፍጻሜ'ዩ ተባሂሉ'ሎ። ምስዚ ብዝተኣሳሰር ዜና ኣብ ስዑዲ ዓረብ ዝርከብ መጻረዪ ነዳዲ ብሰንኪ ዝበጽሖ ጉድኣት ተዓጽዩ'ሎ። ስዑዲ ዓረብ ኣብ ጂዛን ዝርከብ መጻረዪ ነዳዲ ኣርማኮ ብዕጡቓት ሑቲ ብሚሳይልን ሰብ ኣልቦ ነፈርትን ዝተፈጸመ መጥቃዕቲ ከምዝተዓጽወ ተገሊጹ'ሎ። እቲ ኣብ መዓልቲ ኣርባዕተ ሚእቲ ሽሕ በርሚል ዘይተጻረዪ ነዳዲ ናይ ምጽራይ ዓቕሚ ዘለዎ መሳለጥያ ክሳብ እቲ ዝበጽሖ ዕንወት ዝጽገን ዕጹው ምዃኑ ኣፍሊጡ'ሎ። እቲ መጥቃዕቲ ዝበጽሖ መጻረዪ ነዳዲ ኣብታ ሃገር ካብ ዝርከቡ ሓደስትን ዘመናውያንን መጻረዪ ነዳዲ ኮይኑ ኣብ ኣውራጃ ጂዛን ኣብ ጥቓ ዶብ የመን ኣብ ቀይሕ ባሕሪ ይርከብ። ከም ኣካል ቁጠባዊት ከተማ ጂዛ ኣብ ምዕራባዊ ክፋል እታ ሃገር ቁጠባ ንምንቕቓሕ ዝተሃንጸ ድማ እዩ። እዚ ኣብ ክልተ ሽሕን ዕስራን ስርሑ ዝጀመረ መጻረዪ ነዳዲ፣ ምስቲ ኣብ ቀይሕ ባሕሪ ዝርከብ ዝዓበየ መዕርፎ ነፈርቲ ነዳዲ ስዑዲ ዓረብ ዝተኣሳሰር ኮይኑ፣ መራኽብ ብመጻብቦ ሖርሙዝ ከይሓለፋ ናብ ዕዳጋ ዓለም ነዳዲ ዘቕርባሉ ኣማራጺ መንገዲ ንምፍጣር መደብ ተታሒዙሉ ኣሎ። እንተኾነ እዚ መጻረዪ ነዳዲ ካብ ዶብ የመን ሰብዓ ኪሎሜትር ርሒቑ ስለዝርከብ ብዕጡቓት ሑቲ ከይጥቃዕ'ውን ስግኣት ፈጢሩ ጸኒሑ'ዩ። ከምቲ ዝተሰግአ ድማ ኣብ መጻርዪ ነዳዲ ብዝበጽሖ ጉድኣት ስራሕ ደው ከብል ተገዲዱ'ሎ። ብኻሊእ ወገን ዕጡቓት ሑቲ ኣብ ልዕሊ መርበብ መተሓላለፊ ነዳዲ ምብራቕ ምዕራብ ስዑድ ዓረብ መጥቃዕቲ ከም ዝፈጸሙ ኣፍሊጦም ኣለዉ። እዚ መርበብ እዚ ነቲ ኣብ ምብራቓዊ ክፋል እታ ሃገር ዝርከብ ነዳዲ ናብ መዕርፎ ነፈርቲ ነዳዲ ቃይባር ክወስዶ እዩ። ብዝተኣሳሰረ ዜና ኣብ ወደብ ማእከላይ ባሕሪ ግብጺ ኣብ ልዕሊ ሓንቲ ናይ ኣሜሪካ ጋዝ ታንከር መጥቃዕቲ ሰብ ኣልቦ ነፋሪት ከፈጺሙ ኣሎ። ኣብ ገማግም ባሕሪ ማእከላይ ባሕሪ ግብጺ ኣብ ዝርከብ ወደብ ዳሜታ ዝዓረፈት ብኣሜሪካ እትውነን መኽዘን ጋዝ ታንከር ብሰብ ኣልቦ ነፋሪት ተሃሪማ ኣላ። ብመሰረት ሓበሬታ ኢንስቲትዩት ድሕንነት ባሕሪ ኤምብሬይ፣ በቲ መጥቃዕቲ ብዝተፈጥረ ባርዕ ክልተ ታንከራት ጋዝ ከምዝተሃስያ ይገልጽ። ይኹን'ምበር ኣባላት ህጹጽ ረድኤት ነቲ ባዕሪ ብሕጹጽ ክቆጻጽርዎ ስለዝኸኣሉ ዝኾነ ግድኣት ከምዘይበጽሐ ገሊጹ'ሎ። እቲ መጥቃዕቲ መን ከምዝፈጸሞ ዛጊድ ንጹር እኳ እንተዘይኮነ፣ እቲ ፍጻመ ኣብቲ ዞባ ዘሎ ወጥሪ ዝያዳ ከጋድዶ ይኽእል'ዩ ዝብል ስክፍታታት ኣስዒቡ ይርከብ ኣሎ። ናብቲ ካሊእ ዜና ምስ ነምርሕ ኣብ ኤርትራን ኢትዮጵያ ስእነት መኣዛዊ ምግቢ ፍሉይ ቆላሕታ ከም ዘድልዮ ተገሊጹ። ኣብ ቀርኒ ኣፍሪካ ብሰንኪ ዝቕጽል ዘሎ ግጭታት፣ ጽልዋታት ኲናትን ዩክሬንን ኢራንን ዝተሓላለኹ ውሽጣዊ ቁጠባዊ ጸገማት፣ ጥሜት ኣብቲ ዞባ ኣሰካፊ ደረጃ በጺሑ ከም ዘሎ ሓድሽ ጸብጻብ ትካል ሕቡራት ሃገራት ኣፍሊጡ። ብመሰረት እቲ ጸብጻብ፣ ኣብ ኢትዮጵያ ልዕሊ ተስዓ ሚልዮን ሰባት ንጥዕና ዝበቅዕ መኣዲ ንምቕራብ ዓቕሚ ክስእኑ እንከለው፣ ኣብ ኤርትራ ብሰንኪ ስእነት መኣዛዊ ምግቢ ዝመጽእ ሕዱር ጸገማት ጥዕና ህጻናት ኣብ ኣሰካፊ ደረጃ ከም ዝርከብ የገንዝብ። ውድብ ሕርሻ መግቢ፣ ፋኦ፣ ምስ ካልኦት ኣርባዕተ ኣህጉራውያን ትካላት ብምልፋን ዘውጸኦ ኩነታት ውሕስነት መግብን ስነ ምግብን ኣብ ዓለም ዝተሰምየ ጸብጻብ፣ ኣፍሪቃ ንፈለማ ግዜ ንእስያ ብምብላጽ ብዝሒ ብጥሜት ዝጥቅዑ ሰባት ዝርከቡላ ኣህጉር ኮይና ምህላዋ የጠንቅቕ። ኢትዮጵያ ሓንቲ ካብተን ብሰንኪ ቁጠባዊ ጸገማት ንጥዕና ዝኸውን መግቢ ንምዕዳግ ዝለዓለ ብድሆ ዝገጠመን ሃገራት ምብራቕ ኣፍሪቃ ኮይና ድማ ትጥቀስ ኣላ። ብመሰረት እቲ ጸብጻብ፣ ኣብ መንጎ ክልተ ሽሕን ዕስራን ሰለስተን ክሳብ ክልተ ሽሕን ዕስራን ሓሙሽተን ኣስታት ሰብዓን ትሽዓተ ነጥቢ ኣርባዕተ ሚልዮን ሰባት ማእኸላይ ወይ ከቢድ ስግኣት መግቢ ኣጋጢምዎም። እዚ ግምት ናይዚ ፀብፃብዚ ግን ነታ ብሰንኪ ኹናት ዝተሃስየት ክልል ትግራይ ዘየጠቓለለ ዩ ኾይኑ ዘሎ። ብመሰረት እቲ ፀብፃብ ኣብ መንጎ ክልተ ሽሕን ዕስራን ሰለስተን ክሳብ ክልተ ሽሕ ዕስራን ሓሙሽተን ኣስታት ሰብዓን ትሽዓተ ነጥቢ ኣርባዕተ ሚልዮን ኢትዮጵያውያን ሰባት ማእኸላይ ወይ ከቢድ ስግኣት መግቢ ከምዘጋጠሞም ዝገለፀ ኾይኑ እዚ ግምት ናይዚ ፀብፃብዚ ግን ነታ ብሰንኪ ኹናት ዝተሃስየት ክልል ትግራይ ኣየጠቓለለን። ዋጋ ድኹዒ ብሰለስተ ዕጽፊ ምውሳኹ ንፍርያት ሕርሻ ከም ዝጸለዎ ዘመልከተ እቲ ጸብጻብ፣ ኣብ ኢትዮጵያ ሓደ ሰብ ንጥዕንኡ ዝኸውን መግቢ ንምዕዳግ ኣብ መዓልቲ ኣርባዕተ ነጥቢ ሸውዓተ ሓሙሽተ ዶላር የድልዮ። እዚ ድማ ካብ ጎረባብቲ ሃገራት ኬንያን ኡጋንዳን ታንዛንያን ዝለዓለ'ዩ ክብል ድማ የገንዝብ። መንግስቲ ኢትዮጵያ ብመደብ ልምዓት ስርናይ ብመስኖ ዓቢ ፍርያት ብምምዝጋብ ካብ ሓግበዝ መግቢ ናጻ ንምዃን ይሰርሕ ከም ዘሎ ይገልጽ እኳ እንተሎ፣ እቲ ዝተገብረ ምውራድ ተመን ባጤራ ግን ንዋጋ መሰረታዊ መግብታት ንላዕሊ ሰቒልዎ ይርከብ። ጸብጻብ መርበብ ስርዓት ቅድመ መጠንቀቕታ ጥሜት፣ ፊውስኔት፣ ከም ዝሓበሮ፣ ኣብ ኢትዮጵያ ዋጋ መግቢ ምስቲ ሰማይ ዓሪጉ ዘሎ ናህሪ ዋጋ ድዅዒ ተደሚሩ፣ ንጥዕና ዝበቅዕ መኣዲ ንመብዛሕትኡ ተራ ዜጋ ሕልሚ ገይርዎ ኣሎ። ኣብ ኤርትራ ዘሎ ኵነታት ስነ ምግቢ ብዝምልከት፣ ብሰንኪ ስእነት መኣዛዊ ምግቢ፣ ዝመጽእ ሕዱር ጸገማት ጥዕና ህጻናት ኣዝዩ ልዑል ምዃኑ'ዩ እቲ ጸብጻብ ዘገንዝብ። ትሕቲ ሓሙሽተ ዓመት ዝዕድመኦም ህጻናት ብሰንኪ ሕጽረት መግቢ ዝሰዓበ ምድንጓይ ዕቤት ኣብ ክልተ ሽሕ ዕስራን ኣርባዕተን ኣስታት ኣርብዓን ሸሞንተን ሚእታዊት በጺሑ ኣሎ። እዚ ድማ ካብቲ ኣብቲ ዞባ ዘሎ ማእኸላይ ገምጋም ብዝለዓለ ደረጃ ኣሰካፊ ኮይኑ ይርከብ። ብተወሳኺ እቲ ጸብጻብ ከም ዘመልክቶ ዓሰርተ ሓሙሽተ ነጥቢ ክልተ ሚእታዊት ህጻናት ኤርትራ ብሰንኪ እቲ ኣብ ሓጺር ግዜ ዝተራእየ ስእነት መኣዛዊ ምግቢ፣ ካብቲ ምስ ቁመቶም ክመጣጠን ዝግባእ ክብደት ኣካላት ንታሕቲ ኰይኖም ኣለዉ ይብል። ብኣንጻር እዚ፣ እታ ሃገር ኣብ ምዕዳል መመላእታ መድሓኒት ሓጺን ንነብሰጾራት ኣዴታት ዝሓሸ ኣፈጻጽማ ኣርኣያ። ኣስታት ስሳ ሸሞንተ ነጥቢ ሸውዓተ ሚእታዊት ነብሰጾራት ኣዴታት ኤርትራ ነዚ መድሓኒት እዚ ይወስዳ ምህላወን እታ ሃገር ንሽቶታት ክልተ ሽሕን ሰላሳን ንምውቃዕ ትገብሮ ዘላ ጻዕሪ ዘመልክት እዩ። እቲ ጸብጻብ ከም ዝገልጾ፣ ኤርትራ ኣብ ምክልኻል ሕጽረት ደም ኣደታት፣ ጸባ ጡብ ኣደን፣ ዘመዝገበቶ ስታስቲክ ኣብቲ ዞባ ካብ ዘለዉ ዝለዓሉ ኮይኑ፣ ነቲ ብሰንኪ ቁጠባዊ ጸገማት ዝመጽእ ሕጽረት ስነ ምግቢ ንምምካት ከም ዝሕግዝ እውን ተገሊጹ ኣሎ። ወኪል ኤርትራ ኣብ መበል ዕስራ ህጹጽ ዋዕላ ሕብረት ኣፍሪቃ ኣብ ዘስመዖ ጸብጻብ፣ ኣብ ትካላት ጥዕና ዝግበር ሕርሲ ካብ ሰብዓን ሰለስተን ሚእታዊት ናብ ሰማንያን ሓሙሽተን ሚእታዊት ክፍ ምባሉን ሞት ኣደታት ድማ ካብ ዝነበሮ ክልተ ሚእትን ተስዓን ሓደን ናብ ሚእትን ሰማንያን ኣርባዕተን ክወርድ ከም ዝኸኣለን ገሊጹ እዩ። ናብቲ ካሊእ ዜና ምስ ነምርሕ፣ ኣማኻሪ ፕሬዝደንት ሕቡራት መንግስታት ኣሜሪካ ኣብ ጉዳይ ኣፍሪቃ መስዑድ ጳውሎስ ድሕሪ ዲፕሎማስያዊ ኣኼባታት ክያሮ ጸረ ኪዳን ኢትዮጵያ ዝብል ክሲ ነጺግዎም። ኣሜሪካ ምስ ኢትዮጵያ ኩለን ሃገራት ኣብ መላእ ቀርኒ ኣፍሪካ ሰፊሕ ዞባ ቀይሕ ባሕርን ብምትሕብባር ሓበራዊ ቀዳምነታ ንምስጓም እያ ትሰርሕ ዘላ ዝበለ ቦሎስ ምስ ሓደ ዞባዊ መሻርኽቲ ምትእስሳር ናብ ካሊእ ተፃራሪ ሓይሊ ምጥምዛዝ ኣይኮነን ዲፕሎማሲ ኣሜሪካ ተፃረርቲ ሓይልታት ምፍጣር ወይ ምፍልላይ ምዕሟቕ ኣይኮነን ምስ ኩሎም መሻርኽቲ ብምትሕብባር ግጭት ንምክልኻል ነባሪ ሰላም ፀጥታ ንምስፋሕን ሃናፂ መንገዲ ምስራሕ'ዩ ክብል ነቲ ብኢትዮጵያ ክንቀፍ ዝቐነየ

እዚ ከምዚ ኢሉ እንከሎ፣ ረቂቕ ጸብጻባት ሕቡራት ሃገራት፣ UN፣ ከም ዘረጋግጾ፣ እተን ምስ ወተሃደራዊ ኮንትራክት ኣሜሪካ ዝተኣሳሰራ ነፈርቲ ቦይንግ ሸውዓተ ሚእቲ ዕስራን ሸውዓተን፣ ነቲ ብሕቡራት ኢመራት ዓረብ፣ UAE፣ ዝድገፍ ቅልጡፍ ደገፍ ሓይልታት ሱዳን፣ RSF፣ ኣጽዋር፣ ሰብ ኣልቦ ነፈርቲ፣ ከምኡ'ውን ናይ ወጻኢ ዕሱባት ሰራዊት ብስቱር ከም ዘጓዓዛ ኣቃሊዑ ይርከብ ኣሎ። እቲ ኣብ ወርሒ መስከረም ክሕተም ተወጢኑ ዘሎ ጸብጻብ፣ ነቲ ኣቐዲሙ ብሮይተርስ ዝተገብረ ናይ መርመራ ጋዜጠኝነት ዘደልድል ኮይኑ፣ እዚ ረቂቕ ጸብጻብ ሕቡራት ሃገራት፣ እቲ ኣብ ሱዳን ዝካየድ ዘሎ ኲናት ብናይ ወጻኢ ሃገራት ውልቃዊ ወተሃደራትን መርባባትን ዝያዳ ይኹስኮስ ከም ዘሎ ዘርኢ መርትዖ እዩ። እዚ ሱቱር ናይ ኣጽዋር ሓይልታት ምስግጋር፣ ነቲ ኣብ ክልተ ሽሕን ኣርባዕተን ኣብ ልዕሊ ዳርፉር ዝተነብረ ናይ ኣጽዋር እገዳ ዝጥሕስ ኮይኑ፣ ነቲ ሕቡራት ሃገራት ናብ ዓለምና ዝኸፍኣ ሰብኣዊ ቅልውላው ክብል ዝጸውዖ ዘሎ ህልቂት ሱዳን ዝያዳ የጋድዶ ከም ዘሎ እውን ተገሊጹ ኣሎ። ባርከስ ኩቡራት ተዓዘብቲ ነዚ እዋን ዘደንይ ሓበሬታ ዝመስል ነይሩ ብኻሊእ ዜና እስካዕ ንራኸብ ሰላም።